ሰላም ከመይ ውዒልኩም ክቡራት ሰማዕትና ንሎም እምበኣር ሓንቲ ሕፅር ዝበለት ቁም ነገር ደስ ንቃ ኢለ ዝሓሰብኩዋ ትረኻ ሒዘልኩም መፅየ ኣለኹ ከምቲ ልሙድ ላይክ ሼር ምግባር ኣይትረስዑ እቶም ሓደሽ ተኸታተልትና ድማ ሰብስክራይብ ብምግባር ናይ ወትሩ ተኻፈልቲ መደብና ክትኮኑ ዕድሜና እዩ ዘለኩም ርእይቶ ይኹን ነቐፌታ ኣብ ኮመንት ሴክሽን ኣቕሙጥልና እንዳበልኩ ናብታ ትረኻ ከብለኩም። እንታዩ እቲ ሽዱሽተ ሚእትን ስሳን ሽዱሽተን ደራሲ ጌታቸው ተፈራ ኣብ ሽሕን ትሽዓተ ሚእትን ተስዓን ሓደን ዓመተ ምህረት ዝተሓተመ መቕረዝ መጽሔት ዝተወሰደ ንዑ ኢልካስ መስዋእቲ ምቕራብ ስራየኛ ሰይጣን ቁራጽ ሰይጣን እቲ ዘገርም እኮ ብዙሕ ግዜ መልኣኽ ዝመስል ብሰይጣናዊ መትከል ጠሊፉ ንግሆ ኣብ ናይ በኪዓ ጎዛ ምንጻፍ ተንበርኪኹ ምጽላዩ እዚ ናይ ጥፍኣት ልኡኽ ተኸታሊ 666 ድማ እኮ ንለማኑ ክምጽወት ኣይረአን እዩ። ንናይ በጊዕ ቆርበት ንዝለበሱ ጥራዩ ዝርህርሆ ዝሃብተመ ብናይ በጊዕ ቆርበት ይበሃል። ኩሉ ግዜ ናይ ቡን መስተይኡ ፍንጃል ምስ ናይ ኣቶ ይመር ኣለሞ ዝተኣሳሰረ መልክዕ ኣለዎ። ብቡን ዝምላእ ቁርሲ እዚ ወረ መጀመርያ ዝበተነቶ ናይ ኣቶ ይመር ሰራሕተኛ ነበረት። ኣቶ ይመር ወናኒ ዓቢ ሆቴል ካብ ምዃኑ ብተወሳኺ ኣብ መዳይ ቴክኖሎጂ እውን ብዙሕ ናይ ፈጠራ ስራሕቲ የካይድ። ናይ ኣቤተ ክርስቲያናት ቀጽሪ ንምስራሕ እውን ሰባት ናብኡዮም ዝውሕዙ። ሰራሕተኛታት ቆጺሩ የስርሕ፣ ባዕሉ እውን ይሰርሕ። ምስ ናይ ኮምቦልቻ መንእሰያት ብነጻ ንምስራሕ ወይ ብምቑጻር ኢዱ ዘይፈተነ ኣይኮነን። ኣቶ ይመር ብሞይኡ ይኾርዕ። እዚ ድማ ናይ ነብሱ ተኣማንነት መንፈሱ ኣሓይሉሉ ኣሎ። ፊደል ዘይምቑጻሩ ኣየሕፍሮን። ፍሽኽትኡ ብነብሱ ዝተኣማመን ምዃኑ ይምስክር። ብልግሱ ዘይቀረቦ የለን። ኣቶ ይመር እዚ ጸጊሙኒ ከምዚ ኮይነ ንዝበለ ኩሉ ኩሉ ግዜ ብሩህ ፍሽኽታ ብምልጋስ ከም ኣመጻጽእኦም ብኣወንታ ይምልሰሎም። ዝና ናይ ኣቶ ይመር ክሳብ ንስግደት ዘብጽሕ ይወዳደር። ክኸይድ ከሎ ስጉምቱ እንዳረገጽኩም ተኸተልዎ፣ ምናልባት ነጢሩ ናብ ጁባኹም ክኣቱ ይኸውን እዩ ይብል ናይ ማሕበረሰብና ዓቢ መምርሒ። ነቲ ዝንጠባጠብ ንምስማዕ እውን ካብ ዱርጉኺት ናይ ኣቶ ይመር ሰብ ተባሂሉ ኣይጠፍእን። ኣብዚ ሰሙን እዚ ፍሽኽታ ናይ ኣቶ ይመር ከም ናይ ንግሆ ጠሊ ረጊፉ ኣሎ። ዘይተፈለየኦ ልምድታቱ ድማ ምስ ሕማም ምቅላሱን ኣብቲ ልዳት መንደቕ ተሰቒሉ ዘሎ ምስ ናይ ገብርኤል ምስሊ ዝተተሓሓዘን ኣብ ልዕሊ ጸሊም ናይ በጊዕ ኣጎዛ ተደፊኡ ለይቲ ሰዓት ሰለስተ ዝገብሮ ጸሎት ጥራይ እዮም። እዚ ኩሉ ሃብቲ እንዳሃለዎ ንገብርኤል ዝኣመሰለ መልኣኽ ኣብ ቁራጽ ናይ በግዕ ቆርበት ኣብ ጸሊም ኣጎዛ ዝሰቐሎ ስለምንታይ እዩ? ዝኾነ ሰብ ከረጋግጾ ዝኽእል እንዳ ሳሎኑ በቲ ዘብለጭልጭ ናይ ዓረብ ምንጻፍ ዝተነጸፈ ክንሱ፣ ከመይ ኢሉ መደቀሲ ክፍሉ ብጸሊም ቁራጽ ናይ በጊዕ ኣጎዛ ከጸባብቕ ባስ በሎ። እታ ትግረም ሰራሕተኞ ኣለሚቱ ክትምርምር ጀሚራ ኣላ። እታ ትግረም ሰራሕተኞ ኣለሚቱ ክትምርምር ጀሚራ ኣላ። ኩሉ ግዜ ነቲ ናይ ኣቶ ይመር ጸሎት በቲ ናይ ማዕጾ ቀዳት እንዳጠመተት ርእሳ ክሳብ ዝዞራ ብሓሳብ ጭልጥ ኢላ ትኸይድ። ዘይትኣትዋ ቀዳድ የብላን። ሓደ መዓልቲ ካብ ቀትሪ ሰዓት ሓደን ፈረቓን ከም ልማዳ ኣቶ ይመር ጸሎት እንዳገበረ ከሎ በቲ ናይ ማዕጾ ቀዳድ ጭሉቕ ኢላ ትዕዘብ። ኣብዛ ብሰይጣናዊ ስራይ ዝተመልአት ዓለም ኣነ ከመይ ኢለየ ስራሕ ዝረክብ? ትምህርቲ ካብ ዝውድእ ዓሰርተ ኣርባዕተ ዓመት ኣቑጺረ ኣለኹ። እንድዒ ንምዃኑ ስራሕ ተረኸብኩ ተወዳደር ተባሂለኸ እንተየ ዝምልስ? ኩሉ ዝነበረ ተረሲዑ በኒኑ ጠፊኡ ኣብ ኣእምሮይ ዝተረፈ ነገር እንተሃልዩ ምስ ብስራት ኣብ ናይ ትምህርቲ ክላስ ግዜና ዓጺና ሜዳ ተዘርጊሕና ነውርዮ ዝነበርና ናይ ወረ ጥቕላል ጥራሕ እዩ ናይ ክፍሊ ደረጃይ ኔጌቲቭ ዓሰርተ ክልተ ኢላ ሓሰበት ሽዑ ብሕፍረት ዝተሓወሰ ፍሽኽታ ገጻ ጠወየቶ። ንብዓት መሊኡ ክውሕዝ ጀመረ። ኣብ ናይ ፈተና ሰዓት ንንፉዓት ተምሃሮ ንምርካብ ዝነበረ ጉያ ተዘከረታ እሞ ክሳዳ ድፋእ ኣበለቶ። ኣቶ ይመር ጸሎቱ ወዲኡ ነቲ ማዕጾ ድፍእ ከብሎ ከሎ ግንባራ ሃረማ። ብስንባደ ኣንቀጥቀጠት። ኣቶ ይመር እውን ኦው እንታይ ኮንኪ ኣለሚቱ እንታይ ኮንኪ በላ ውሽጣ ዝፈለጠ መሲልዋ መሬት መሬት እንዳረኣየት እ ኣይ ጎይታይ ገዛ ክውልውል ዘየለኹም መሲልኒዩ በለቶ ኣቶ ይመር ፍሽኽ ኢሉ በትኩሮ እንዳረኣያ ይቕሬታ ሃሪመክዶ ኢሉ ንመንኩባ ህርም ህርም ኣቢልዋ ብታህዋኽ ካብቲ ገዛ ወጸ። ኣብዚ ግዜ እዚ ኣለሚቱ ውሽጣ መሪር ነገር ተሰመዓ። ወይዘሮ ሰራዊት ካብ ደገ ከም እተፈተሐት በጊዕ ቀሚሳ እንዳወዛወዘት ከም ክጋልብ ዝጸንሐ ፈረስ ኮዳዕ ኮዳዕ እንዳበለት ኣተወት። ኣለሚቱ እንታይ ኮንኪ ስራሕ ዘይብልኪ ተገቲርኪ ትሓስቢ ኣለኺ? ኣይ ወልሓንቲ ኮንኩን ማማ፣ ሓደ ነገር ግን ኣዝዩ ይገርመኒ ኣሎ። ስምዕንዶ እዚ ገዛ ብወርቂ ዝመስል ምንፃፍ ተሰሊሙ ናይ ጌታ መደቀሲ ክፍሊ ስለምንታይ በጎዛ ይንፀፍ? ዝገደደ ድማ ንገብርኤል እውን ዝሰቐልዎ ኣብ ልዕሊ ናይ በጊዕ ኣጎዛ እዩ። ኣነስ ኩሉ ግዜ ዝገርመኒ ስለምንታይ እዩ ዘይሓቶ? እንታይ እቲ ሕብሪ ዘይጠፍእ? ኣብቲ መንደቕ ጸሊም ሲሚንቶ እውን ጸሊም። እዋ ጽቡቕ ኣይሰርሑን። ንስኺ እዛ ጓለይ ኣይተምሃርኩም ትብሊ እምበር ኣእምሮኺ ክፉት እዩ። ኣብ ከተማ ምዕባይ ዘይተማህረ ውን የምህር ይስመስል ኣነስ ሰድራይ ዘየምሃሩኒ ብንእስነተይ ተመርዔ ሰብኣይ ኣምሪሩኒ ጠፊኤ ናብ ከተማ መጽኤ ሰብ ዝኾንኩ ምስ ይመር ቅድሚ ሓዳር ምግባርና ኣብ ሓንቲ እንዳሻሂ ክሰርሕ ከለኹ ዝፈለጥክዎ ብዙሕ እዩ ብዛዕባ መደቀስ ገዛና ብዙሕ ነጊረዮ ነታ ገብርኤል ዝተሰቐለላ ኣብ ወዛን ተውረድኳ እውን ሓሪቑ መሊሱን ጠልጢልዋ ብፍጹም ኣበየኒ ኣነ እውን ገደፍክዎ በዚ ትምፅኒ ክነግረክ ዘይክእል ታሪክ ኣሎ ካብ ምባል ሓሊፉ ካልእ ክነግረን ፍቓደኛ ኣይነበረን ኣለሚቱ ንምዃኑ ናብ መደቀሲ ክፍሊ ስለምንታይ ስራሕ ኢኺ ኣቲኺ ሃንደበታዊ ሕቶ ስለ ዝነበረ ኣለሚቱ ከም ካልእ ነገር ከም ዝሰርሐ ሰብ ሰንበደት ኣፋ እንዳተንጠባጠበ ገጻራሪለየ ኣቴ ክሳዳ ኣድነነት። ንምዃኑ ንሱ መጺዶ ነይሩ? ናይ ወይዘሮ ሰራዊት ኣተሓትታ ኣንፈቱ ተረድኣ። ከምዚ ዓይነት ናይ ጥርጣረ ሕቶ ሓቲታትኒ ትፈልጥን ሎሚ እንታይ ሰሚዐ ኮይነ? በለት ብሕልናኣ። እወ መጺኡ ነይሩ፣ ጸሎቱ ወዲኡ ኸይዱ'ዩ በለት መሬት መሬት እንዳጠመተት። ኣሃ ጸሎት ጸሎት ኢላ ወይዘሮ ሰራዊት ናብ መደቀሲኣ ኣተወት። ኣለሚቱ ዝዘረኣቶ ወረ ናብ ናይ ኮምቦልቻ ህዝቢ ኣእዛን ክበጽሕ ጀመረ። ህዝቢ ኣዳም ብወረ ሕሹኽሹኽታ ተጸሚዱ ኣሎ። ንጥርጣረ ወይዘሮ ሰራዊት እውን ብኽልተ ኣንፈት ከፋፊላቶ ኣላ ኣለሚቱ። ሓደ ኣብ ጉዳይ ወድን ጓልን ወይዘሮ ሰራዊት ትጠራጠር ኣላ። ይመር ንዝኣቱ ሰራሕተኛታቱ ከም ቤተሰብ እዩ ዝኸውን እምበር ኣረኣእይኡ ኣብ ልዕሊ ኣለሚቱ ፍልይ ዝበለ እዩ ዝብል ጥርጣረ ኣእምሮኣ ክኹርኩር ካብ ዝጅምር ሰነባቢቱ እዩ። እዚ ናይ ጥርጣረ ሰንሰለት ንኣካይዳኣ ብፍላይ ንመቐመጫኣ ሸታሕታሕ ኣቢልዎ እዩ። ብሓንሳብ ፍልጥ ኢሉ ዝነበረ ናይ ዳንኬራ ርግኣት ጠፊእዋ ናይ ቀደም ታሪኻ ዝፈልጡ ጎረባብታ ድማ ኣይ እዚ ሕማም እንዳበሉ ነቲ ሕሜታ ተተሓሒዘምዎ። ቅንኢ ኣመል እምበር ካልእ እሞ እንታይ ኣውጺኣ ዘይተዕርፍ ይብሉ ንናይ ወይዘሮ ሰራዊት ዕላማ ዘይፈለጥዎ። እቲ ካልኣይ ጥርጣረ ጉዳይ ናይቶም ጸለምቲ ኣጎዛ እዩ። ማማ ናይ ጎይታይ እምነት እጠራጠር ኣለኹ። ኣጎዛ ንዝለበሰ ለማኒ ኢዶም ብነዊሒ ዝዝርጋሕ እንዳተባህለ እዚ ብምንፋሱ። ናይዚ ከባቢና ዓዋሉ እኳ ኣጎዛ እንዳለበሱ ይመላለሱ ኣለዉ ይበሃል። ኣብዚ ልዕሊ እዚ ድማ ህዝቢ ኣዳም ይሓምም ኣሎ። ማማ እንተ ኽኢልኪ ምኸርዮም ካብ ዝበለታ መዓልቲ ጀሚሩ ወይዘሮ ሰራዊት ዕረፍቲ ክትረክብ ኣይከኣለትን። ውሉድ ዘይምህላዋ እውን ካልእ ናይ ርእሲ ሕማም ጉዳይ እዩ። ገጻ ካብ ግዜ ናብ ግዜ ዝጨማደድ ከም ዝኣረገ መወልወል መሲሉ ኣብ ልዕሊ እዚ ከም ማይ ዝሓዘለ ደበና እንዳመሰለት ትጽበ። ብዝትማ ብስራሕ ዝተጨነቐ እእምሮኣ ሰላም ብምስኣኑ ኣጨኒቕዋ ኣሎ። ንልግሲ ኣቶ ይመር ዝለመደ ኩሉ ገጹ እንዳረኣየ ይስንብድ። መሓዘይ ዝብል ዝነበረ ኩሉ ኣብ ናይ ጸላእ ጎቦ ተሰሊፉ ብናይ ዓይኒ ድብያ ውግእ ብናይ ኣጻብዕቲ ምውጥዋጥ ጥይት ክጠብሶ ጀሚሩ ኣሎ። ይመር ስርሑ እንዳከናወነ ጸሎቱ የብጽሕ እምበር ኣብ ውሽጢ ልቦንኡ ዝርወጽ ደም ሓደ ነገር ሕሹኽ እንዳበሎ የባህርሮ ኣሎ። ኣለሚቱ ስድራ ቤታ ውጽእ ኣብ ዝበልሉ ቁጽሪ ጎረባብቲ እንዳጸውዐት ብዛዕባ ናይ ኣቶ ይመር መደቀሲ ጸሊም ኣጎዛ ምንጻፉ፣ ጉትረ እዩ እንዳበለት ክትዛረብ ተተሓሓዘቶ። ኣብቲ ክርንዲሳ ዝተደርደሩ ካብ ጭቃ ዝተሰርሑ ናይ እንስሳትን ኣራዊትን ቅርፃቅርፅታት ዝረኣየ ኩሉ ብምግራም የጣቕዕ። ብስምዕ ስምዕ ወረ ዝበፅሖ እውን ብዓይኑ ምስ ረኣዮ ዝያዳ ኣድማቕን ኣጣቓዕን ኮይኑ ጠለም ፀጊበ በሃሊ ኩሉ ጉድ ሽዱሽተ ሚእትን ስሳን ሽዱሽተን ይብል። ቀለም ዘይፀገበ ድማ ሰይጣን! ጉድ! እዚ ዝኾነ ሰብ ክረጋግጾ ዝኽእል ክፍሊ ብናይ ዓረብ ምንጻፍ ተሸሊሙ፣ መደቀሲ ክፍሊ ብጸሊም ቆርበት፣ ዝበኣሰ ድማ ኣብ ሃይማኖትና ክላገጽ ጀሚሩ፣ ንገብርኤል ብጸሊም ኣጎዛ ይሰቕሎ? ይጽናሕ ጥራሕ ክንሰርሓሉ ኢና። እወ ኣመጻጽእኡ ንፈልጦ ኢና፣ ቀዳድ ስረ ጌሩ ናብዚ ናብቲ እንዳበለ ደይኮነን ዝኣረገ ጽላል ዘለዋ፣ ዝኣረገ ዓራት ዘለዋ እንዳበለ ከርተት ክብል ዝውዕል። ንምዃኑ መዓስ ዶኸ ገዲፍዎ እዩ እዚ ቡዳ ሕጂ እውን ተኾነ? ኣቶ ይመር ካብ ስራሕ ተመሊሱ ደኺሙ እንዳላህለሀ ብታኽዋኽ ኣትዩ ኣብቲ ሳሎን ወደቐ እሞ ኣለምየ! ኣለሚቱ! ጸወዐ። ኣቤት ጎይታይ! ፍሽኽ ኢላ ኣብ ቅድሚኡ ጠጠው በለት። ጓለይ! ቀልጥፊ በሊ ማይ! ሓንቲ ዝውድኣ ናይ ቤተክርስትያን ስራሕ ኣላትኒ ኣቕሽቲ ጽባሕ እዮም ዝወስድዋ። ካልእ ድማ ካብ ሃገረይ ዋዳየ ዝመጻእኹ ኢሉኒ'ሎ። ከቀላጥፈሎም'የ። ይመር ኢዱ እንዳተሓጸበ ሰራዊት ናበይ ከይዳ? በለ ከም ምሕታት ኣቢሉ። ወጺኣ ኣላ። ጎይታይ እዚ ኣጎዛ እንድውጽዎ ናብቲ ዘይድርብይዎ ናብቲ ዘይትድርብይዎ ንስኹም ዝመሰልኩም ጉሩም እንታይ ከም ዝበልክወን ኣይፈልጥን ይሓርቃ ነይረን። ርኣዪ ሰሚዕኪዶ ኣለሚ ኣነ ዘንጸፍክዎ ንሳ እንታይ የሕርቃ እንታይ ከድሽዋ። ርእይ ብንእስነተይ ካብ ዓደይ ክወጽእ ከለኩ እዞም ዓዋሉ ኣረጊት ጽላል ዘለዋ ክብል ከለኩ በምሓርኛይ ከም ዝላገጹለይ ሓንቲ እኳ ከይቆጸርኩ እናኣኩልኪ ሕጂ ኣነ ቆጺረ የስርሖም ኣለኩ ስለዚ ብዛዕባ ኣዘራርባይን በዞም ኣጎዛታትን ዝደለዮ ይምጻእ ወይ ከንቅንቅ ኢሉ ገጻ ብርሑስ ኢዱ ትንክፍ ኣበላ። ፍሽኽ በለት። ማይ ሒዛ ክትከይድ ከላ ብድሕሪኣ ቀው ኢሉ በቲ ፍዝዝ ዝበለ ዓይኑ ክኽተላ ከሎ ጥውይ በለት። ተገጣጠሙ። ፍሽኽ በለ። ንሳ እውን ፍሽኽ በለት እሞ ናብ መደቀሲኣ ከደት። ኣቶ ይመር እውን ናብ መደቀሲ ኣተወ። ብዙሕ ከይጸንሐ ናይ ኣቶ ይመር ገዛ ብሓይሊ ተዃሕኳሐ። መን እዩ? እንዳበለት ኣለሚቱ ወጸት። ናይቲ ገዛ ኣፍ ደገ ብፖሊስ ተኸቢቡ ኣቶ ይመርከ ክብል ብጽኑዕ ድምጺ ናይ መራሒ ጋንታ መዓርግ ዘለዎ ፖሊስ ይሓትት። እቶ እሞ ቀስ ኢልኩም ተዓዘብዎ ስርሑ ክትርእይዎ ኢኹም ኣብቲ ውሽጢ ኢላ ኣለሚቱ ኣእተወቶም። ከም ሃዳኖ ብቐስታ ናብቲ መደቀሲ ማዕጾ በጽሑ። እቲ መራሒ ጋንታ በቲ ቀዳድ እንዳረኣየ ዓይኑ ትኽ ኢሉ ኣብ ልዕሊ ኣቶ ይመር ዓረፈ። ኣቶ ይመር ብግንባሩ ኣብቲ ጸሊም ኣጎዛ ተደፊኡ ይጽሊ። ቅንዕ እንዳበለ ንናይ ገብርኤል ምስሊ ይርኢ እሞ መሊሱ ድፊእ ይብል። እቲ መራሒ ጋንታ ነቶም ምስኡ ዝነበሩ ብኢዱ ምልክት ኣርኣዮም እሞ መሳርሒኦም ከም ዝዓጠቑ ጽግዕ ጽግዕ በሉ። እቲ መራሕ ጋንታ ኳሕኳሕ እሞ መልሲ ከይተጸበየ ኣተወ። ኣቶ ይመር ተስእ ትድለ ኣለኻ ጨዲሩ ኣሰንበዶ። ኣቶ ይመር ካብቲ ተንበርኪኹሉ ዝነበረ ብስንባደ ብድድ ክብል ናይቲ መርሓ ጋንታ ሽጉጥ ረኣየ። ንምንታይ እንታይ እዩ ልሳኑ ተኣሰረ። ቀጽል እንተዘይፈሊጥካዮ ድሓር ክትፈልጦ ኢኻ። ናይ ወረ ጭራ ሒዙ ቲሒምሒም እንዳበለ ዝኸረመ ናይቲ ከባቢ ሰብ ገሊኡ ብዘገርም ፍሽኽታ፣ ገሊኡ ብበደሉ ዓወት ከም ዝተጎናጸፈ ኔይመር ከም ዘይፈልጥዎ ኮይኖም ናብዝን ናብትን እንዳሰጓጉ ንምርኣይ ይዳፍኡ። እቶም ፖላይስ መንገዲ ብብዙሕ ሽግር ምስ ኣጽረዩ ናብ ላንድሮቨር መኪና ኣእተውዎ'ሞ ተዓዘሩ። ከም ናይ ሓዊ ፍንጣሪ ዝዓረፎ ናይ ዘመሚት ሰራዊት ህዝቢ ኣዳም ናብ ኩሉ ኣንፈት ተበተነ። በብጉጅለ ኮይኖም ዝመሰሎን ዝሰኣሎን ዝሰምዖን ገሊኡ ክቐትልዎ'ዮም እንዳበለ ይንበ። ፍርቁ ድማ እዚ ናይ ሽዱሽተ ሚእትን ስሳን ሽዱሽተን ተኸታሊ ዝስከኣ ናይ ቤተክርስትያን ሰራሒ በዚ ሰይጣናዊ ኢዱ እንዳሰረሐ ደይኮነን ታቦታትና ብርኹሳት ዝስረቕ ዘሎ እንዳበለ ይጻረፍ። ፍርቁ በዚ ብሰይጣናዊ ሓይሊ እኮ ከምዚ ሓፂር ግዜ ሉጡጥ ሃብታም ዝኾነ ናይ ሰብ ደም እውን ይግብር ይበሃል እንዳበለ ነቲ ናቱ ዝበልዎ ወረ ይስንድዉ። ገለ ድማ ንሕናሰ ሰብ ሒዝና ክንኣቱ ነይርና እንድዒ ናይዚ ከባቢ ሎሚ ፅባሕ ክብል እምበር ከይዱ ሕሹኽ ዝበሎም መን ይኸውን ኣፍ ዘይቋፅር ቀዳድ እዩ እንዳበለ የጋውሕ። ካልእ ብወገኑ መደቅስ ቤቱ እንተትርእይዎ እኮ ብፍሉይ ዘፍርሕ ፍልይ ዝበለ ናይ ኣራዊት ቆርበት ዝተነፀፈ እዩ። እንደገና ንገብርኤል ኣምሲሉ ብፀሊም ኣጎዛ ኣብቲ መንደቕ ዘንጠልጠሎ ናይዚ ሓድሽ ሃይማኖቶም መራሒ ደም ዝሰተዩ ኣረሜን እዩ። ኩሉ ኣብ እምርኡ ዝከኣሉ እንዳቐረፀ ተኣኪቡ ክዛረብ ድሕሪ ምጽናሕ ከም ዶሮና ቀስ ብቐስ ተበተነ። ናይ የመን ምእሳር ሓድሽ ስምዒት ዘይፈጠረላ በዓልቲ ቤቱን ንናይ ፍርዲ ውፅኢት ንምስማዕ ዝተሃወኸት ሰራሕተኛ ሓዊሱን ነቲ ነገር ከም ዝመሰሎ ከብላዕልዕ ዝሰንበተ ናይቲ ከባቢ ወረ ዝበፅሖ ናይቲ ከተማ ህዝብን ኣብቲ ናይ ቤት ፍርዲ ኣዳራሽ ተኾልኪሉ ንናይ የመር ምምፃእ ይፅበ። ሃይማኖተይ ተደፊሩ ንዝብል ንመስርሕ ፍርድን ንቃል የመር ንምስማዕን ተሃንጢ ይፅበ ኣሎ። ኣቶ ይመር ብዝተረጋግእ መንፈስ ብፖሊስ ተዓጂቡ ኣተወሞ ኣብ ቅድሚቲ ህዝቢ ክሳዱ ደፊኡ ደው በለ። ጻዕዳ መነጸር ዝገበሩ ዳኛ ጣውላ መሪሕነቶም ህርም ህርም ምስ ኣበሉ ቃል ተኸሳሲ ብቐጥታ ንህዝቢ ምቕራቡ ዘለዎ ኣስተምህሮ ምስ ኣረድኡ ቃል ተኸሳሲ ህዝቢ ክሰምዖ ብምድላይ ጥራይ ካብቲ ልሙድ ናይ ፍርዲ መስርሕ ካብቲ ልሙድ ናይ ፍርዲ መስርሕ ብፍሉይ መልክዑ ተኸሳሲ ታሪኹ ከቕርብ ኣዘዙ። ህዝቢ ንግዚኡ ድንግርግር ኢልዎ ነንሕድሕዱ ትሒምሒም በለ። ኣቶ ይመር ጎረርኡ ጽረየ'ሞ ታሪኹ ቀጸለ። ብሓቂ ንእሽተይ ወረ ነብሰ ዘርኡ ክባላዕ ኣብ ህይወተይ ንፈለማ ግዜ ኣጋጢሙኒ። እንዳበለ ክጅምር ከሎ ህዝቢ ብቐስታ ኣጉረምረመ። ታሪኹ ንምቕጻል ተሳኣኖ። ንብዓት ወሓዘ። ሕንቕንቕ እንዳበለ ቀጸለ። ኣነ ዝተወለድኩ ኣብ ወላ ድላንታይ እየ። ንእሽተይ ኮይነ ክሳብ ዓሰርተ ሸሞንተ ዓመተይ ከብቲ እንዳሓለኹ ከም ዝኾነ ኢትዮጵያዊ ኣብ ገጠር ይዓቢ። እንዳተረጋገኣ መጸ። እሞ ምስ ናይ ገጠር መሓዙተይ ከብቲ እንዳሓለና ብመልክዕ ጸወታ ብዙሕ ነገራት ይሓስብ ነይረ። ኣብ ከባቢየይ ብዝርከብ ነገር ኩሉ ሓደሽቲ ነገራት እንዳሰራሕኩ ብፍላይ ናይ ሳዕሪ ጽላል እንዳሰራሕኩ ንወራዙ ደቂ ዓደይ ይህብ ነይረ። ናይ ከባቢና ካብ ቁሪ ዝከላኸለልና ክዳን ትፈልጥዎ ዲኹም? ፍሽኽ በለ ህዝቢ ኣዳም። ሓሓሊፉ ብናይ ኣምሓርኛ ኣጠቓቕምኡ ንምስሓቕ ካብ ምፍታን ሓሊፉ ትንፋሱ ውሒጡ ኣሎ። እሞ ክዳን ናይ በጊዕ ኣጎዛዩ ኣዘራርብኡ እንዳተረረ መጸ። ሓደ መዓልቲ ወዲ ቀሺ ምሕረቱ ዝበሃል ካብ ከተማ ተማሂሩ ዝመጸ እዩ ተባሂሉ እቲ ናይ ከባቢና ሰብ ስዋ ደርሆ ዝኣመሰሉ ሒዙ ክርኤ ከሎ ንሕና ቆልዑ ከብትና ገዲፍና ንዕኡ ክንርኢ ከድና። ዘረብኡ ኣቋረጸ'ሞ ዓይኑ ብሻርባ ናብ ምድራዝ ኣተወ። እሞ ነቲ ዝተኸደኖ ክዳን ጽሬቱ ምስ ረኣኹ ሓደ ነገር ተገሊጹለይ። በቃ ኩሉ ግዜ ከምኡ ምዃን ጥራሕ ኮይኑ ሓሳበይ። ካብ ዕለታት ሓደ መዓልቲ በይነይ ኣባጊዕ ክሕሉ ከለኹ ሓያል ዝናብ መጸኒ። መዕቆቢ ዘይብለይ ቆሪረ ብህይወት ንምጽናሕ ኢለ ኣብ ሓደ ከባቢ ዝዘንበሎም ኣብ ማእከል ኣባጊዕ ኣተኹ። ኣነ ውን ጸሊም ኣጎዛ ጌረ በጊዕ መሲለ ብማይ ይቕጥቀጥ ኔረ። ሽዑ ነተን ኣባጊዕ ኣትኲረ ክርእየን ከለኹ ኩለን ጸለምቲ የን ኔረን። ብሓሳብ ጽርግ ኢለ ብዝኸድክሉ ሓዊ ነደደ'ሞ ሓደ ነገር ተባርዐ። ነብሰይ ዝፈለጥኩ ምስ መሲየ ናይ ኣራዊት ሽሻይ ከይከውን ንእሽተይ ግዜ ክተርፎ ከሎ'ዩ ኔሩ። ብዙሓት ካብተን ኣባጊዕ ብሓዊ ተለብሊበን ተፈናቒለን ሞይተን፣ እተን ዝተረፋ ድማ ናበይ ከም ዝሃደማ ወይ ከም ዝተወሰዳ ኣይፈለጥኩን። ብህይወተይ ናብ ቤተይ ምስ ከድኩ ብዛዕባ እተን ኣባጊዕ ምስ ነገርክዎም፣ ኣቦይ ኣብቲ ዝነበረኒ ቁሪ ሓለንጋ ወሰኸለይ። ህይወት ክሳብ ዝመረኒ ቀጥቂጥኒ። ነዞም ጸለምቲ ኣጎዛታተይ ኣብ መደቀሲየይ ገዲፈዮም ክነግህ ከሎ ኮብሊለ ናብ ደሴ መጻኹ። ኣነ እውን በጊዕ ኮይነ ካብ ምትራፍ በዚ ኣጋጣሚ ተገላገልኩ። ካብ ንእስነተይ እውን ብልሒ ነይሩኒ እዩ። ሽዑ ሓጻዊ ንብረት ክወቕጡ ከለዉ ምስኦም ክኹርኩም ካብ ዝለኣኾም ዝነበርኩ። ምስ ኣቦይ ሑሴን እውን ብዙሕ ነገር ተማሂረ ቀስ ብቐስ ኣብዚ በጺሐ። ሃብቲ ምስ ረኸብኩ ከም ናይ ወዲ ቀሺ ምሕረት ኮይነ ኣለኹ ኢለ ንቤተሰበይ ክበጽሕ እንተ ኸድኩ፣ ኣራዊት በሊዖሞ ተባሂለ። ሽዑ እቶም ክዳውንተይ ዝነበሩ ኣጎዛታት ተሰቒሎም ኡይ ኡይ እንዳ በሉ ከም ዝነበሩን ብፍላይ ኣደይ ብናተይ ሓዘን ተሳቕያ ምሟታ ኣቦይ ነጊሩኒ። ድሕሪኡ ነቶም ኣጎዛታት ንመዘከርታ ኢለ ሒዜዮም መጼ። እቲ መብረቕ ኣብ መንጎ ኣባጊዐይ ወሪዱ ነብሰይ ሒዘ ከም ብሓድሽ ምስ ተበራበርኩ፣ በስመኣም ገብርኤል ኣውፀኒ ገብርኤል ኣውፀኒ ከም ዝበልኩ ንሱ ድማ ቀልጢፉ ስለ ዘውፀኣኒ ንናይ መልኣከ ገብርኤል ምስሊ ኣብታ ኣብ ዝባነይ ዝለብሳ ዝነበርኩ ኣጎዛ ከምኡውን ነቲ ናይ ቀደም ኣጎዛ ኣንፂፈ ንጎን ምሸትን ዝፅለየሉ መበገሲየይ እንዳዘከርኩ ከሕጉሰኒ እዩ። እቶም ምንጻፋት ጸለምቲ ዝገበርክዎም ነቶም በጋጣሚ ክመውቕ ኢለ ኣብ መንጎኦም ኣትየ ዝነበርኩ ንዓይ መጎልበቢ ኮይኖም ዝጠፍኡ ባጊዕ ከዘክሩኒ ኢለ የዘኻኽሩኒ'ዮም ድማ። ርኢኹም መደቀሲ ቤተይ ክኣቱ ከለኹ ኩሉ ግዜ ዝናብ ዝሃረመኒ ይመስለኒ። ናይ ትማሊ ቆርበት ተኸዳኒ ናይ ሎሚ ቆርበት ኣንጻፍ እንተኾይነ እንታይ የገርም? ቆርበት ክኽደን ከሎ ዘይገረመስ ክንጸፍ'ዶ የገርም? እዞም ቅርፃ ቅርፂ ዝተባሃሉ ኣብ ገጠር ዝነብሩ እንስሳታትን ኣራዊትን ስለ ዝፈቱ ብንእስነተይ ክፃወት ከለኹ ብጭቃ ዝሰርሖም ዝነበርኩ ብሸኽላ ዝሰራሕክዎም እዮም። ኣነ ስነይ ነኺሰ ክሰርሕ ጥበብ ክመሃር ኣብዚ በፂሐ ነጎዛ ተኸደንቲ ንለመንቲ እውን ዘይጭክነሉ መንነተይ ስለ ዘዘኻኽሩኒ እዮም። ከም ናይ ቀደም መሓዙተይ ዝረኣኹ ስለ ዝመስሉኒ እዮም። እምብኣር ናተይ ሰይጣንነት ኣብ መን እዩ እዚ እንታይ ትብልዎ ዘለኹም እዚ ኣነ ቁጽሪ ይፈልጥን እዚ ሽዱሽተ ሚእትን ስሳን ሽዱሽተን ትብልዎ ንገብርኤልከ ንገብርኤል ምስ ካልኦት ምስልታት ኣወዳዲርኩም ዶ ሪእኽምዎ ንሱ ግን በቃ ገብርኤል እዩ። ብዓሚዩቕ ትንፋስ ወሰደ እሞ በሉ እስከ ፍረዱ ክብል ካብ ኣፍ ክሳብ ኣፍ ፂን ኢሉ ብተመስጦ ክሰምዕ ፀነ ህዝቢ ብነዊሕ ትንፋስ ወሰደ እሞ ኩሉ ርእሱ ድነነ።